ዘካት ዝወጾም ንብረት እንታይ እዮም ክንደይከ ይወጾም ዝብል እዩ። ኣላሁ ስብሓነሁ ወተዓላ እቶም ዘካት ዝወጾም ነገራት ሓንቲ ብሓንቲ ኣብ ቁርኣኑ ከምኡ እውን ብልኡኹ ነቢይና ሙሓመድ ሰለላሁ ዓለይሂ ወሰለም ኣቢሉ ኣብሪህልና። ከምቲ ረቢ ዝደልዮ ግቡእና እንተማሊእና ብጥምየት ዝቐምሰለ ዝባኑ ዝተቐልዐ ኣእጋሩ ዝተወግአ ዝተጎረ ኣይክህሉን እዩ። ሕራይ፣ ካብ ኩሉ እትውንኖ ንብረት፣ ገንዘብ፣ እንስሳዊ ሃብቲ ዲኻ ዘካ ተውጽእ? ኣይኮነን። ዘካ ዝወጾም ኣርባዕተ ነገራት ጥራይ'ዮም። ንሳቶም ድማ፣ ሓደ ካብ ወርቅን ብሩርን። ዘካ ተውጽእ። እዚ ክበሃል እንከሎ ወርቂ ካብ ሰማንያን ሓሙሽተን ግራም ንላዕሊ ምስ እትውንን፣ ብሩር ከኣ ካብ ሓሙሽተ ሚእትን ተስዓን ሓሙሽተን ግራም ምስ ዝህልወካ ዘካት ከተውጽእ ናይ ግድን እዩ። ምስዚ ተተሓሒዙ ዝኸይድ ወይ ዝጥቀስ ከኣ እንታይ እዩ ጥረ ገንዘብ ማለት እዩ። ጥረ ገንዘብ እውን ነዞም ክልተ ማዕድን እዚኦም ማለት፣ ሓሙሽተ ሚእትን ተስዓን ሓሙሽተን ግራም ብሩር ከግዝኣካ ዝኽእል ወይ ሰማንያን ሓሙሽተን ግራም ወርቂ ከግዝኣካ ዝኽእል ገንዘብ እንተድኣ ሃልዩካ እሞ ዓመት ምስ ዝቕመጥ ክልተ ነጥቢ ሓሙሽተ ማለት ክልተን ፈረቓን ሚእታዊ ዘካ ተውፅእ። ብዛዕባ ጓል ኣንስተይቲ ንመጋየፂ ትጥቀመሎም ወርቂ ማለት ሑሊ ዘካት ይወፆ ድዩ ኣይወፆን ዝብል ኣርእስቲ ድሓር ክንርኢ ኢና እንሻላ። ካልኣይ ካብ መሬት ዝወጹ እኽሊ ከምኡውን ፍረታት እዚ ማለት ኣእኻል ክበሃል ከሎ ከም ስርናይ፣ ጣፍ፣ መሸላ፣ ዕፉን፣ ሩዝ፣ ካልእን ማለት እዩ። ፍረታት ክበሃል ከሎ ድማ ከም ተምሪ መሳሊ፣ ዘቢብ ዝኣመሰሉ እዮም። ካልእ ከም ኣሕምልቲ በብዓይነቶም፣ ፍሩታታት በብዓይነቶም ከም ቱፋሕ፣ ብርጭቕ፣ ኣራንሺ፣ መንደሪኒ፣ ፓፓዮ ወላ ውን ኮና ተለይ ሃለኻ ዘካት ኣይተውጻሎምን ኢኻ። ንንግዲ ትጥቀመሎም እንተኾንካ ግን ካብቲ እትረኽቦ ገንዘብ ማለት ኢዩ እንተ ኒሳብ ኣኺሉ ተተሚኑ ዘካት ተውጻሎም ማለት ኢዩ። እቲ ዘካት ዝወጾ እኽሊኸ ክንደይ ኪሎ ክኸውን ኣለዎ? ኢሎም ነብይና ሙሓመድ ሰለሏሁ ዓለይሂ ወሰለም ሱሳ ሳዕ እንታይ ማለት ኢዩ ሽዱሽተ ሚእትን ሓምሳን ሰለስተን ኪሎ ተኾይኑ ዘካት ተውጽእ ማለት ኢዩ። እቲ ሽዱሽተ ሚእትን ሓምሳን ሰለስተን ኪሎ እንተደኣ ወኒንካዮ ማለት ሽዑ ኻላስ ዕፅድ ኣቢልካ ምስ ኣእተኻዮ ማለት እዩ ሸዓ ንሸዓ ከተውፅኣሉ ኣለካ ዓመት ኣይትፅበይና ምስ ኣውፃኻስ ዓመት ተፀቢኻ ኣይኮንካን ተውፅእ እንታይ ደኣ ሸዓ ገሊኦም ሕጂ መሻላ ኣብ ዓድና ኣብ ምንታይ የውፅኡ ኣብታ ዓውዲ የውፅኦ ማለት እዩ ኮታ ኣብታ ዘውፅኻላ መዓልቲ እታ ግቡእካ ተውጽእ ማለት እዩ። ንኣብነት ዓሰርተ ኩንታ ኩንታል እንተ ደኣ ኣውጺእካ ካብ ዓሰርተ ኩንታል ሓንቲ ኩንታል ወይ ሚእቲ ኪሎ እኽሊ ተውጽእ ማለት እዩ። እዚ ድማ ብስርናይ ክኸውን ከሎ ዝያዳ እቲ ገምጋም ይጥዕም። ሕጂ እዚ ግን እንተ ደኣ እቲ ሸዊት ወይ እቲ እኽሊ ብማይ ዝናብ ወይ ኣብ ከብዲ መሬት ብዝዓቖረ ማይ ወይ ከኣ ብወሓዚ ማይ እንተደኣ ሸዊቱ እንተደኣ ወይ ከኣ እንተደኣ በቂሉ እምበሪ ባዕልኻ ባቡር ተኺልካ ሻምብቆታት ዘርጊሕካ ነዳዲ ገዚእካ እንተደኣ ኮይኑ ግን ሓሙሽተ ካብ ሚእቲ ጥራይ ኢኻ ተውጽኣሉ። ሓሙሽተ ካብ ሚእቲ ክበሃል ከሎ ከኣ ንኣብነት ዓሰርተ ኩንታል እንተ ደኣ ኣእቲኻ ማለት እዩ እኽሊ ካብዘን ዓሰርተ ኩንታል ሓምሳ ኪሎ ጥራይ ተውጽእ ማለት እዩ። እቲ መበል ሳልሳይ ዘካ ዝወጾ ጥሪት እንስሳታት ከም እዚኦም ከኣ ከም ጤለ በጊዕ፣ ገመል፣ ላም ማለት እዩ። እዚኦም ብሂመተ ልኣንዓም ተባሂሎም ይጽውዑ። እንተደኣ ፈቖዶ በረኻ ከይደን ዝጣጥማ ኮይነን ዘካት ተውጻለን። እንተደኣ ብገንዘብካ ሳዕሪ ገዚእኻ ተብልዐን ኮንካ ግን ዘካት ኣይወጸንን እዩ። እንተደኣ ንንግዲ ትጥቀመለን ኮንካ ከኣ ዋግአን ተተሚኑ ልክዕ ከምቲ ገንዘብ ማለት እዩ ክልተን ፈረቓን ሚእታዊ ይኽፈለን። ኣብዚ ክንፈልጦ ዘለና እዘን ማል ንዓኻ ክትጥቀመለን ከም ስገኣን ጸብኣን ክትሰቲ ኢልካ እንተ ኣጥሪኻየን እሞ ፈቖዶ በረኻ ከይደን ዝበልዓ ተኾይነን ዘካት ተውጻለን። እንተ ባዕልኻ ገዚእኻ ተብልዐን ኮንካ ዘካት ኣይተውጻለንን ኢኻ። ሕራይ እተን ዘካት ዝወጸንከ ክንደይ ምስ ዝኾናየን እቲ ብዝሒ ናተን ካብ ኣርባዓ ክሳብ ሚእቲ ዘለዎ ኣጣል ሓንቲ ጤል ተውጽእ እንተደኣ ላም ከኣ ካብ ሰላሳ ንላዕሊ ክሳብ ሰላሳን ትሽዓተን ዘለዋ ሓንቲ ምራኽ ተውጽእ ከምኡ ውን ኣግማል ካብ ሓሙሽተ ንላዕሊ እንተደኣ ኮይነን ሓንቲ ጤል ተውጻላ ማለት እዩ ኮታ ናይዚ ኣብ ክታብ ናይ ፍቕህ ብዝያዳ ተመሊስና ክንሪኦ ዝበለጸን ዝሓሸን ይኸውን ማለት እዩ መበል ራብዓይ ዘካት ዝወጽኦ ኣብ ንግዲ ዝተዋፈሩ ንብረት፣ እዚ ድማ ኣብ ዝተፈላለየ ንግዳዊ ንጥፈታት ከም እንዳ ቅንጣምንጢ፣ እንዳ ዓለባ፣ እንዳ ህንጻ ካልኦትን መኽሰብ ክትረኽበሉ መዲብካ ኣብ ንግዲ ዘእተኻዮ ንብረት በታ ናይታ ሽዓ ዘላ ዋጋ ተሚንካ ዘካት ትሰልዕ ማለት እዩ። ስለዚ እቲ ንብረት ክንደይ የውጽእ ገምጊምካ በታ ዘላ ዋጋ ምስቲ ኣብ ጁባኻ ወይ ኣብ ድሪትካ ዘሎ ካሽ ደሚርካ ክልተ ነጥቢ ሓሙሽተ ዘካት ትዕድል ማለት እዩ። ንንግዲ ዘይተሓዝኡ ንብረት ግና ወላውን ኩቡራት ዋጋ ይኹኑ ዘካት የብሎምን። ንኣብነት ከም መንበሪ ገዛ፣ ከም መኪናኻ ትጥቀመላ ንዓኻ ማለት እዩ። ከምኡ ውን መሬት ገዚእኻ ንኣብነት ንንግዲ ኣይኮነን ስቅ ኢልካ ኮፍ ዘበልካዮ።

ኣብቲ ዝመጽእ ዘሎ ኣርእስትና ዘካት ክወስዱ ዝምልከቶም መን እዮም ክንርኢ ኢና። ባረከላሁ ፊኩም ወሰላሙ ዓለይኩም ወራህመቱላሂ ወበረካቱ።